ሄሎ ኤንድ ወልካም ቱ ዚስ ቻነል ኣብዚ ቪድዮ እዚ ኣብ ክሽነ ንጥቀመሎም ኣክሽን ቨርብስ ክንርኢ ኢና ወይ ከዓ ንጥፈታት ዘመልክቱ ወይ ከዓ ዝገልፁ ቨርብታት ቃላት ክንርኢ ኢና ናይ መጀመርያ ቻፕ

ቻፕድ፣ ንኣብነት ትማሊ ሽጉርቲ መቲረ ክብል እንተኾይነ I chopped onions yesterday። Number two፣ ዳይስ፣ ዳይስ እውን ተመሳሳሊ እዩ፣ ግን ኣድቂቕና ክንመትር እንከለና ዳይስ ዝብል ቃል ንጥቀም ማለት እዩ። Example፣

ስላይስ ማለት ከኣ ከምዚ ምስ መተርካዮስ ዕብይ ዝበለ ጽፍሕ ዝበለ ሼፕ ዘለዎ ዝኸውን እንተኾይኑ ስላይስ ንብሎ ማለት እዩ። ንኣብነት I am slicing bread ኣነ ባኒ ስላይስ እገብር ኣለኹ። ፕረዘንት ቨርብ ስላይስ ፓስት ቨርብ ስላይስድ and past participle sliced I sliced bread yesterday ክንብል ንኽእል ናብ ሕሉፍ ማለት እዩ ነምበር ፎር ፒል ፒል ማለት ምቕላጥ ወይ ከዓ ምቕራፍ ማለት እዩ ንኣራንሺ ንባናና ከምኡ ተመሳሰልትን ማለት እዩ ኣይ ኣም ፒሊንግ በናና ኣነ በናና ባናና እቐልጦ ኣለኹ እብላ ኣለኹ ማለት እዩ ፕረዘንት ቨርብ ፒል ፓስ ቨርብ ፒልድ ፓስ ፓርቲሲፕል ፒልድ ትማሊ ክብል እንተኮይነ ከዓ ኣይ ፒልድ ኤ በናና የስተርደይ ነምበር ፋይቭ ሲመር ሲመር ማለት ከምዚ ምብሳል ምፍላሕ ወይ ከዓ ምብሳል ማለት እዩ ንኣብነት ንመግቢ ንክበስል ክትገድፎ ከለካ ቀስ ኢሉ ክበስል ከሎ ሲመር ይበሃል

ኣነ ሻሂ የፍልሕ ኣለኹ። ንሻሂ ጥራይ ኣይኮነን ብሓፈሻ ምፍላሕ፣ ፕረዘንት ቨርብ፣ ቦይል፣ ፓስት ቨርብ፣ ቦይልድ፣ ፓስት ፓርቲሲፕል፣ ቦይልድ። ካልእ እንታይ ክብለኩም ደሊ ነዚ ቃላት እዚ ንምፍላጥ ብቐሊሉ ቀሊል መንገዲ ክነግረኩም እንተ ደኣ ኮይነ ኣብቲ ንሰርሓሉ ዘለና ኣጋጣሚ ወይ ከዓ ግዜ ክንጥቀመሎም ኣለና ምስ ሰባት ወይ ውን ንበይንና ምስ ነብስና ውን ንኣብነት ኣነ ማይ የፍልሕ ተሃልየ ወይ ሻሂ የፍልሕ እንተሃልየ ኣይ ኣም ቦይሊን ዋተር ኣም ቦይሊን ቲ ኣም ቦይሊን ሜልክ ክብል ይኽእል እየ ማለት እዩ ሶ ኣይ ቲንክ ዲስ ኢዝ ደ ቤስት ስትራቴጂ ቱ ማስተር ወርድስ ናምበር ሰቨን ፍራይ ፍራይ ፍራይ ማለት ከኣ ምቕላው ማለት እዩ። I am frying meat ኣነ ስጋ እቐሉ ኣለኹ። ፕረዘንት ቨርብ ፍራይ፣ ፓስት ቨርብ ፍራይድ፣ ፓስት ፓርቲሲፕል ፍራይድ። ነምበር ኤይት ቤክ ቤክ ማለት ከኣ ባኒ ምስራሕ ወይ ከዓ ምስንካት ማለት እዩ ወይ ኬክ

ፓስት ፐርፌክት ተንስ ወይ ከኣ ፊቸር ፐርፌክት ተንስ ንጥቀመሉ ማለት እዩ። ቨርብ ስሪ ወይ ከኣ ፓስት ፓርቲሲፕል ኢና ንጥቀም ኣብ ኩሎም ፐርፌክት ተንስስ ማለት እዩ። ናምበር ናይን ሮስት ሮስት ሮስት ማለት ከዓ ምጥባስ ማለት እዩ ብደረቕ ሓዊ ጌርና ክንጠብስ ከለና ሮስት ይበሃል ወይ ከዓ ምቕላው ንኣብነት

ዌስክ ማለት እውን ብዊስክ ዝበሃል መሳርሒ ተጠቒምና ክንሕብር እንከለና ማለት እዩ። እዚ ኣብ ስእሊ እትርእይዎ ዘለኹም ኣቕሓ ዊስክ ይበሃል ንባዕሉ። so ብኡ ተጠቒምና ክንሕብሮ እንከለና ወይ ከኣ ከም ምህራም ዓይነት ማለት እዩ። እንዳሃረምና ክንሕብሮ እንከለና ዌስክ ይበሃል። I am whisking the flour ፍላወር ማለት ሕሩጭ እዩ ነቲ ሕሩጭ ይሕብረ ኣለኹ ወይ ከኣ የኹሰ ኣለኹ ማለት እዩ እኹሰ ኣለኹ ማለት እዩ ፕሬዘንት ቨርብ ዌስክ ፓስት ቨርብ ወስክድ and past participle ወስክድ 12 ብለንድ ብለንድ ከኣ ምጥሓን ወይ ከኣ ጽሟቕ ምስራሕ ማለት እዩ ኣይ ኣም ብለንዲንግ ጁስ

ፕረዘንት ቨርብ ስክራምብል ፓስት ቨርብ ስክራምብልድ ፓስት ፓርቲሲፕል ስክራምብልድ ኣይ ስክራምብልድ ኤግስ ላስት ናይት ናምበር ፊፍቲን ፓወር ፓወር ማለት ከዓ ምድፋእ ማለት እዩ ማይ ክኸውን ይኽእል ሻሂ ቡን ዝኾነ ዝፈስስ ነገር ክንደፍእ ወይ ከዓ ክንክዖ እንከለና ፓወር ይበሃል። ኣም ፓወሪንግ ዘ ቲ ሻሂ ቀዳሕ ኣለኹ ወይ ከ ያ ይቐዳሕ ኣለኹ ደፋእ ኣለኹ ክንብል ንኽእል ኢና ማለት እዩ። ፕሬዘንት ቨርብ ፓወር፣ ፓስት ቨርብ ፓወርድ፣ ፓስት ፓርቲሲፕል ፓወር። ነምበር ሲክስቲን